ሰላም ሰላም ፍትዋትን ክቡራትን ተኸታተልቲ በብዘለኹሞ ሰላም ጥዕና ራህዋ እንዳተመነኹልኩም ኣብ ናይ ሎማዓንቲ መደብና ኣብ ማሕበራዊ ሚድያ ኣዝዮም ኣዘርብ ዛዕባታትን ትኩሳት ሓበሬታታትን ሒዘልኩም ቀሪበ ኣለኹ ነዚ ቻናል ሰብስክራይብ ዘይገርኩም ሓደሽ ፋሚሊ እንተሃለኹም ሰብስክራይብ ብምግባር እዚ ቪድዮ ድማ ናብ ብዙሕ ሰብ እንታይ ክባፃሕ ላይክ ምንጓር ጀምሮ ፋሚሊ ንቐፅል ናብ መደብ ኣሕዋት ኣብ ኣሳንጆ ድማ ልኢኾም ግዜ ክገዝኡ ላዕልን ታሕትን ምባል ጀሚሮም ኣለዉ እዚ ንሕና እውን ንርድኦን ንፈልጦን እዩ ናይ ሰራዊት ስራሕ ልኡኽ ንምፍፃም ንውግእ ምድላውን እዩ ሰራዊትና ዝሓዞ መንገዲ ኣጠናኺሩ እንተቐፂሉ ሃለዋትን ድሕንነትን ህዝቢ ትግራይ ዝረጋገፀሉ ምቹ እዋን ሀዚ እዩ። እንተስ ብሰላማዊ መንገዲ እንተስ ተገዲድና ብናኣትኦ ኩናት እንተስ ብድርድር እቲ ዕማምና ክንፍፅሞ ኢና። ሱቕ ኢልና ፀላእቲ እናተፀበና ኣይኮናን ንቕመጥ። እዚ ንምዕዋት ሰራዊትና ተልእኾኡ ንምፍፃም ዝጀመሮም ስራሕቲ ኣለዉ። ኣጠናኺሩ ክቐፅል ኣለዎ። ኣብዚ ጭርሖ እዚ እውን ህሉ ኩነታት ናብ ረብሓና ንምቕያር ንዳሎ ዝብል ኣሎ። ስለዚ ህልው ኩነታት ናብ ረብሓና ንምቕያር ሓደ ናይ ውሽጢ ፅሬት ናይ ምሕላው ባንዳታት ናይ ምፅራይ ስራሕቲ ጀሚርና ኣለና ተዓዊትና ኣሎ ኣለና ዝቐረየና ድማ ኣጠናኺርና ክንከይድ ኣለና። ካልኣይ ናይ ፀላእቲ መደናገሪ ፕሮፖጋንዳ ትርጉሙ ተረዲእና ናይ ምፍሻልን ምቅላዕን ስራሕቲ ኣዕሪና ክነካይድ ኣለና። ፀላእቲ እንትደኽሙ ዋና ሓይሎም ገይሮም ዝጥቀሙ ኣብ ፕሮፖጋንዳ እዩ። ኣብ ዝሓለፈ እውን ኣብዚ ስልጠና ጠቂሰ እየ ነይረ ፀላእቲ እንትዳኸሙ ናብ ፕሮፓጋንዳ ንምንታይ ይኣትዉ ተተባሂሉ እቲ ካሊእ ዓቕሞም ስለ ጠለሞም እቲ ፕሮፓጋንዳ ኣብቲ ሽዑ እዋን ኣይጠልሞምን ኣብ ኢዶም እዩ እቲ መሳርሒ ስለ ዝኾነ ኣብ ዓብዪ ናይ ፕሮፓጋንዳ ስራሕቲ ኣትዮም ኣለዉ ደርጊ ክንድምስስ እንተሃለና ዓሰርተ ምናምን ዓመት ተቓሊስና ኣብ መጨረሻ ሰማንያን ክልተን ጀሚሩ ክሳብ ሰማንያን ሰለስተን ዝነበረ ፕሮፓጋንዳ ትፈልጥዎ ኢኹም
እዚ ምግበቲ ፅልእላ ኣይወዓል ተወልደ ትፅልል ኣይወዓል ሳማኝ ትፅልል ኣይወዓል ማሾ ትፅልል ኣይወዓል ኩሉ ጅግነት ዝፈፀመ ትፅልል ኣይወዓል እዚ እኮ ምፅልል ኣይኮነን ዘድሊ ተወልደ ጥፍኣት ተልያቶ ብሕጊ ክጥየቕ ምግባር እዩ ዝድሊ ከም ኣነ ከም ኣነ እውን ከም ብፆተ እዩ እንኳን ብተግባር እንኳን እቲ ዝበሃል ብተግባር ብመንፈስ ብላባራቶሪ ተመርሚሩ ዝርከብ ሲንግል ሴንትስ ድኽመት ተልያ ኣም ረዲ ቱ ኪል ማይሰልፍ ፍስሃ ማንጆስ ስርቅ ኣሎ ስልጣን ኣሎ ኢሉ ካብ ኣሜሪካ ናብ ምግዳል ይገዘ ሓደ ዘሕዝን ነገር ክነግረኩም ኣብ ህይወተይ ሙሉእ ዘይርስዖ ማለት እዩ ፀሃየ ማንጁስ ምግቢ ዕረፍተ እዮም ብጣዕሚ ዕረፍተ እዮም ብዙሕ ግዜ ንዱባይ ንስራሕ ብሓደ ንመላለስ ነርና ውግእ ከም ዝመፅ ይፈልጥ ነረ ኣነ ሓቂ ነገረኩም ክልተ ሽሕን ሸውዓተን ጀሚረ ኣባይ ወሉ ተሎ ዚኣ ዝዛረብ ኸ ሃለቃ ፀጋይ እኒ ግን ክልተ ሽሕን ሸውዓተን ትግራይ ሓደገኛ ውሑጅ ይመጽእ ኣሎ፣ ደም ይመጽእ ኣሎ፣ በይዛኹም ሓደጋ ይመጽእና ኣሎ። እዚ እንተዘይፈትሕናዮ ተጋሩ ጠፋእና ኢለ እየ ናብቶም ብፀት ክመልሰኩም ዱባይ ሒዘዮም ናብ ዝኾነ ገዛ ከይደስ ኣሎ ክልቲኦም ቅድመ የለ ጃኬታት ይገዙ ነይሮም እንታይ ኢልኩም ኢኹም እቲ ጃኬታት ትገዝሞ ዘለኹም ኢለ

እና እቲ ዘሕዘነኒ ሽዑ ዝፀሓፍኳ ፅሕፍቲ ኣላ ሽዑስ ዝፀሓፍኳ ሓንቲ ፅሕፍቲ ኣላ ነባይ ወሉ ነባይ ወሉ ጥቅምቲ 2007 ነቢሩ መፅሔ እዮም ኣብታ ፅሕፍቲ እንታይ እያ ትብል ሕዚ ዘላ ናይ ትግራይ ሽግር ተዘይፈቲሕናያ ዝወለድናዮ ውልድ እውን ኣበይ ደርቢና ከም ንሓልፍ ዘተሓሳስብ ክኾን ይኽእል እዩ ትብል ደሓር እታ ዘሕዘነትኒ ክነገርኩም ሕዳር ሰላሳ ተበታቲና ገሊኡ ንማእኸላይ ከይዱ ገሊኡ ናብ ካሊእ ከይዱ ገሊና ከዓ ዛና ሰጊርና ዛና ምስ ሰገርና ኣብ ዛናዊ ተራኺብና ተፈላሊና ገሊና ፀለምቲ ንክይተባሂልና ገሊና ናብ ካሊእ ንክይተባሂልና ምግበብኡ የተሓባብሪ ዋጋእ ነይሩ ምስ ቤተሰቡ እዩ ኩሉ ሰብ ወፅኡ ድሓር ምስ ምግበ ተደዋዊልና ከመይ ኣለኻ ተባሂልና ድሓን እየ ቤተሰብ ከመይ ኣለዉ ቆልዑት ከመይ ኣለዉ ድሃዮም እንታይ ረኪብካ ኢለ ኣጋጣሚ መድፍእ ድብዳባ ስለ ዝበፅሐ ምግበ ናብ በዓቲ ኣትዩ ከይረኣዮም ቶም ደቆም ውሽጢ ጸኒሖም እዚ ኢና ፈጢርና ኣሎ ንትግራይ ንሕና እዚ እዩ ዝለዓላ ዘሎ እዚ ግና እዚ እዩ እዚ እዩ ዝለዓላ ዘሎ ትግራይ ስለዚ ዳሓ ንጅግና ኣብዚ ርእሰይ ከም ዘቕመጥኮ ግዕዝይና ንዝቃለሱ ሰባት ኮነ ኢልካ ስም ምጥፋእ መን ዩ ከተዝለፃፅለ ኣሎ መን እዩ መን እዩ መን እዩ ዘፅላለ ዘሎ ናይ ማን ንህዝቢ ትግራይ ዝምክት ዝነበረ? ሰበር ዜና! ንኹሎም ኣባላት ኣርሚ ዓሰርተ ሸውዓተ ተዳለዉ ዝብል ህጹጽ መምርሒ ወሪዱ። ኮር ክልተ ቀዳማይ ተንቀሳቓሲ ሓይሊ ኮይና ተባሂሉ ኣሎ። ኣብ ዞባ ሰሜን ሓዱሽ ወተሃደራዊ ምንቅስቓስን ህጹጽ ናይ ምድላው ትእዛዝን ከም ዝወረደ ዝሕብሩ ሰነዳት ወጺኦም ኣለዉ። ንኹሎም ኣባላት ኣርሚ ዓሰርተ ሸውዓተ ተዳለዉ ዝብል ጽኑዕ መምርሒ ዝወረደ ክኸውን እንከሎ ፈለማ ክትንቀሳቐስ ተባሂላ ዘላ ኮር ክልተ ምዃና ተፈሊጡ። እቲ ኣርሚ ሙሉእ ብሙሉእ ኣብ ሚስጥራዊ ምምድላው ከምዝርከብ እውን እቲ ዝወፀ ሓበሬታ የረድእ። ካብቲ ቦታ ዝረኸብናዮ ሓበሬታ ከምዘመላኽቶ ክሳብ ሕዚ ካብ ቀዋሚ ቦትኡ ዝንቀሳቐስ ሓይሊ የለን። ይኹን እምበር ናይቲ ሓይሊ ጉዕዞ ብእግሪ ክኸውን እንከሎ ኣካይዳኦም ዝምልከት ክልተ ኣማራፂ መንገድታት ተነዲፎም ኣለው። እቲ ቀዳማይ ኣማራፂ ብዓዲ ፀፀር ገይርኻ ባድመ ከይኣተኻ ንኢድ ፀጋም ብምጥዋይ ኣርባዓን ሸሞንተን ዝበሃል ናይ ሻዕብያ መካናይዝድ ክፍሊ ዝቕበለሉ መስመር እዩ። እቲ ካልኣይ ኣማራጺ ድማ ካብ ባድመ ዓሰርተ ሽዱሽተ ኪሎ ሜትር ብእግሪ ድሕሪ ምጉዓዝ ኣብኡ ናይ ጽዕነት መኪና ዝሳፈርሉ ኩነታት ተመቻችዩ ኣሎ። ማዕረ ማዕረኡ ድማ ኣርሚ ኣርባዓን ክልተን ኮር ክልተ ናብ ደደቢት ገጽ ብእግሮም ይጓዓዙ ከም ዘለዉ ተረጋጊጹ። ብተወሳኺ ኣብ ዛና ተገፊፎም ዝስልጥኑ ዘለዉ ሓደሽቲ ተዓለምቲ ዕለት ዓሰርተ ቀልጢፎም ክምረቑ መምርሒ ዝወረደሎም እንተኾነ እዚኣቶም ናብ ኣርሚ ዓሰርተ ሓደ፣ ዓሰርተ ሸውዓተ ከምኡ እውን ሰላሳን ሓሙሽተን ብምእታው ናይ ሰራዊት መስርዕ ክመልኡ ተነጊርዎም ኣሎ።